ዓውዲ ኣተሓሳስባ ናይ ኣእምሮ ጽንዓት እዩ። ስእላዊ ራኢ መዓልታዊ ሓንቲ ሰዓት ነቲ ክትበጽሖ እትደሊ ዓወት ከም ዝጨበጥካዮ ጌርካ ምምሳል ሓልፉ። ኣእምሮኻ ኣብ መንጎ ህሉው ኩነታት ኣብ መንጎ እቲ ብጽኑዕ ዝሓስቦ ክፍሊ ስለ ዘይከኣል ናብቲ ዝሓለምካዮ ክመርሓካ እዩ። ቃላት ዓወት እዮም። ምስ ገዛእ ርእስኻ እትዛረበሉ ቋንቋ ቀይሮ። ብቑዕ እየ፣ ተዓዊተ እየ ዝብሉ ቃላት ንውሽጣዊ መንፈስካ ይሃንጽዎ። ምስትንታን ኣብ መዓልቲ ሓንቲ ሰዓት ምስእታ ተዓረቕ። እዚ ኣእምራዊ ካብቲ መዓልታዊ ጭንቀት ናጻ ንምግባር ንጹር ኣተሓሳስባን ሰላምን ይህበካ። ቋንቋ ኣተሓሳስባኻ እዩ። ንቑሕ ኣተሓሳስባ ንሓደ ነገር ከም ዘለዎ ኣይትቀበሎ። ሓንቲ ሰዓት ወሲድካ ስለምንታይ ከምዚ ኮይነ ኢልካ መርምር። እዚ ንጥበብ የዕብዮ። ናይ ምስጋና ሰዓት፣ ዘለካ ነገራት ጸብጻብ፣ ምስጋና ንኣእምሮኻ ካብ ጐዲልኒ ዝብል ሓሳብ ናብ ሃብታም እየ ዝብል ኣረኣእያ ይቕይሮ። ምጽሓፍ ሕልሚ፣ ዝኾነ ኣብ ኣእምሮኻ ዝመጽእ ዓቢ ሓሳብ ኣብ ወረቐት ኣስፍሮ። ዘይተጸሓፈ ሕልሚ ጥራይ ምኒት እዩ ዝተጸሓፈ ሕልሚ ግና ትልሚ እዩ ዓወትን ክእለታት ሞያ ብሉጽ ንባብ መዓልታዊ ሓንቲ ሰዓት ኣብ ዓውድኻ ዝተጸሓፈ መጽሓፍ ኣንብብ ኣብ ውሽጢ ዓመት ካብ ቴስዓ ፐርሰንት ሰባት ንላዕሊ ፍሉጥ ፍልጠት ክህልወካ እዩ ጥበብ ዘረባ ሓሳባትካ ብንጹር ብትብዓትን ምግላጽ ተለማመድ። ሓንቲ ሰዓት ኣብ ቂድሚ መስትያት ደው ኢልካ ምዝራብ ንመጻኢኻ የቃልሎ። ምምሃር ሓድሽ ነገራት ኮምፒተር ወይ ቶክኖሎጂ ተምሃር። ሓድሽ ክእለት ማለት ሓድሽ ማዕጾ ዕድል ማለት እዩ። ምጥቃም ቶክኖሎጂ ነቶም ኣብ ስራሕካ ዘየድልዩኻ ሶፍትዌራት ወይ መሳርሒታት ንምምላኽ ሓንቲ ሰዓት ሃብ። ስራሕካ ዝቕልጥፈሉ መንገዲ ፍጠር። ጥበብ ዛንታ ሰባት ብታሪኽ እዮም ዝተኣሳሰሩ። ሓሳባትካ ብመልክዕ ታሪኽ ከመይ ጌርካ ከም እትቕይሮ ተማሃር። ምስትውዓልን ምጽሓፍ። መዓልታዊ ሓንቲ ገጽ ጸሓፍ። ጽቡቕ ጸሓፊ ማለት ጽቡቕ ሓሳቢ ማለት እዩ። ኣካላትካ መንፈሳዊ ጥዕና። ምንቅስቓስ ኣካላት ሰውነትካ ንኽልወጥ ሓንቲ ሰዓት ጸዓር። ረሃጽካ ናይ ጽባሕ ሓይሊ እዩ። ናይ ምስትንፋስ ጥበብ፣ ዓሚቕ ምስትንፋስ ንሰውነትካ ኦክስጅን ይህቦ፣ ኣእምሮኻ ድማ የረጋግኦ። ሓንቲ ሰዓት ንምስትንፋስካ ጥራይ ተኸታተሎ። ምስ ተፈጥራዊ ምርካብ ብዘይ ስልኪ ወይ ኣብ ማእከል ኣእምሮኻ ወይ ባሕሪ ተመላለስ። ተፈጥሮ ንነፍስኻ ዝበለጸ መድሃኒት እዩ። ስርዓተ መግቢ ምርዳእ፣ እንታይ ትበልዕ ከም ዘለኻ ተማሃር። ሰውነትካ ኣብቲ እትበልዖ ነገር እዩ ዝህነጽ። ምክንኻን ኣካላት፣ ንሰውነትካ ዕረፍትን ጽሬትን ምቹእነትን ሃቦ። ሓንቲ ሰዓት ንባዕልኻ ምሕሳብ ንኻልኦት ንኽትሕግዝ ዓቢ ሓይሊ ይህበካ። ጸሎትን መንፈሳውነትን፣ ምስቲ ካብ ኩሉ ልዒለኻ ዝኾነ ሓይሊ ተራኸብ። እዚ ንህይወትካ ትርጉም ተስፋ ይህቦ። ምስ ሰብ ከተዕልል ከለኻ ንኽትምልስ ዘይኮነስ ንኽትርዳእ ስምዓዮ። ነዚ ዝዓበየ መግለጺ ፍቕሪ እዩ። ምፍጣር ርክባት መዓልታዊ ሓደ ሓድሽ ሰብ ንምልላይ ወይ ምስ ሓደ ዓቢ ሰብ ንምርኻብ ጸዓር። ሰብ ንሰብ መንገዲ እዩ። ምልምማድ ምሕረት ነቶም ዝበደሉኻ ብልብኻ ይቕረ ንምባል ግዜ ውሰድ። ቂም መሓዝ ባዕልኻ መርዚ ሰቲኻ ካልኦት ሰብ ክመውት ከም ምጽባይ እዩ። ምሕጋዝ ብዘይ ክፍሊት ሓንቲ ሰዓት ንኻልኦት ሰብ ብናጻ ጥቐም። ካልኦት ክትሕግዝ ከለኻ ዝዓበየ ሓገዝ ንርእስኻ ትገብር ኣለኻ። ምምሃር ንኻልኦት፣ ዝፈለጥካዮ ነገር ንኻልኦት ሰብ ኣካፍል። ንኻልእ ሰብ ክትምህር ከለኻ ትምህርትኻ ዝያዳ ይጸንዕ። ምውሳን ውሱናት፣ ኣይፋል ምባል ተማሃር፣ ንገዛእ ርእስኻ ትከላኸለላ ግዜ ሃባ። ዓውደ ግብራዊ ልምድታት ምውጣን ገንዘብ ንገንዘብካ ኣበይ ይኸይድ ከም ዘሎ ጸብጽብ። ቁጠባዊ ናጽነት ዝጅምሮ ካብ ዝርዝር ወጻኢታትካ እዩ። ናይ ስቕታ ስራሕ ኩሉ መለበሚታትካ ኣጥፊኻ ኣብቲ ኣገዳሲ ስራሕካ ጥራይ ዘተኮረ ሓንቲ ሰዓት ሃብ። ምስራዕ ምጽራይ ከባቢኻ ኣጽርዮ፣ ጽሩይ ከባቢ ጽሩይ ሓሳባት ይፈጥር። ናይ ምሸት ክላስካ ቅድሚ ምድቃስካ ሎሚ እንታይ ተማሂረ፣ ጽባሕ እንታይ ከመሓይሽ ኣለኒ ኢልካ መርምር። ናይ ምህዞ ግዜ ብዘይ ዝኾነ ጸቕጢ ዝኾነ ሓድሽ ነገር ፍጠር፣ ስእሊ፣ ሙዚቃ ወይ ግጥሚ። ምድላው ጽባሕ ንግሆ ምስ ተንሳእኻ እንታይ ከም እትገብር ካብ ሎሚ ወጥኖ። እዚ ንንግሆኻ ብዘይ ውርውር ንኽትጅምሮ ይሕግዘካ። እዘን ነጥብታት እዚኣተን ንህይወትካ ዝቕይራ መፍትሒታት እየን። ኩለን ብሓንሳብ ክትገብረን ኣይትኽእልን ኢኻ፣ ግን ካብዚኤን ሓንቲ ወይ ክልተ መሪጽካ ሎሚ ክትጅምር ትኽእል ኢኻ። እታ ሓንቲ ሰዓት ሎሚ ትጅምር። እዛ ቪድዮ እንተፈቲኹማ ላይክ ሳብስክራይብ ግበሩ። ብኻልእ ቪድዮ ክሳብ ንራኸብ ሰሰናዩ።